ሰላም ኩልኹም ኤርትራውያን ኣብዚ ዘለኹሞ ሰላም ይምነየልኩም ብዝኾነ ኣብዚ ሎሚ ግዜታት ንኸዶ ዘለና ብሓፈሻዊ ሕጂ ዝተጀመረ ኣይኮነንቲ ኤርትራውያን ብዙሕ ኣጋጣሚታት ዝረአ ዘሎ ብዙሕ ዓመታት ኣቑፂሩ ዘሎ እዩ ብዝኾነ ኣብኡ እዩ ቁርብ ናይ ሎሚ ክዛረበሉ ዝደሊ ብዝያዳ ከዓ ኣብዚ ናይ ስደት ብሓፈሻ ከምኡ ሊብያን ብፍላይ ሊብያ ኣብዚ ሕጂ ግዜ ከዓ ዘጋጥም ዘሎ ማለት እዩ እቲ ብቐንዱ ናይ ኩሉ ሽግራት ዘስዕብ ዘሎ ናይ ኤርትራውያን ወይ ኣብ ልዕሊ ኤርትራውያን እቲ ቐንዲ እቲ ምሕደራ ናይቲ ሃገር ስለ ዝኾነ ኣብኡ ከዓ ገለ ክንብል ኢና ሓድሽ ነገር ኣይኮነን ኩሉ ነገር ሓድሽ ነገር ኣይኮነን እቲ ዘረባ ሓድሽ ነገር ኣይኮነን እቲ ናይ ሊብያ ሓድሽ ነገር ኣይኮነን እቲ ናይ ኤርትራ ህይወት እውን ሓድሽ ነገር ኣይኮነን እቲ ህዝቢ ኤርትራ ዝሓልፎ ዘለውን ሓድሽ ነገር ኣይኮነን ሕጂ እቲ ቀንዲ ነገር ናይ ኤርትራውያን ጸገም ከም ህዝቢ ከም ህዝቢ ኣነ ሕጂ እቲ ጸገምና ኮይኑ ዘሎ ብዝያዳ እንታይ እዩ ሕጂ እቲ ከም ህዝቢ ልክዕ ኣብቲ ሃገር ብዙሕ ነገር ኣጋጢሙ ኣሎ ማለትሲ እቲ ኣብ ሃገርና ኣጋጢሙ ዘሎ ናይ ምሕደራ ፀገም ወይ ድማ ብፍሉይ ናይ ኢሳያስ ኣፈወርቂ ማለት እዩ ቅድሚ ተሰዓታት እውን ድሕሪ ተመሊስካ እቲ ታሪክ ቅድሚ ናፅነት ኩሉ ክትሪኦ ከለካ ዋላ ሓን ዝተቐየረ ነገር የለን ኣብ ሰማንያታት ኣብ ሰብዓታት ዝግበር ዝነበረ ሰብ ኣይፈልጦን ስለ ዝነበረ ሕጂ ከኣኒ ምስ ግዜ ወይ ድማ ኩሉ እቲ ነገር ኣብ ማእከል ህዝቢ ይፍጸም ስለ ዘሎ እቲ ገበናት ሕጂ ዝያዳ ኩሉ ህዝቢ ኤርትራ ይሪኦ ኣሎ እምበር እቲ ጸገም ን ካብ ኣጀማምርኡ እዩ ናይስቶም ውልቀ ሰባት ኣብቲ ሃገር ብውልቀ ሰባት ዝተፈፀመ እዩ ኩሉ ሽግር ኣጋጢሙ ዘሎ ማለት እቲ ምሕደራ ወይ እቲ ሓላፍነት ወይ እቲ ስልጣን ብውልቀ ሰባት ተታሒዙ ስለ ዘሎ ብውልቀ ሰባት እምበር ብሕጊ ህዝብን ሃገርን ብህዝብን ሃገርን ብሕግን ሕጋውነትን ፀዲቑ ህዝቢ ኣሚንሉ ህዝቢ ኣድሚፅሉ ንመሓደረሉ ምሕደራ ስለዘይኮነ ወይ ክሳብ ዘይኮነ ልክዕ ብውልቀ ሰባት ተታሒዙ ኣሎ እቶም ውልቀ ሰባት ከዓ እሰያስን ጉጅልኡን ወይ ድማ ነቲ ኩሉ ሽግር ከም ህዝቢ ንህዝቢ ኤርትራ ከጋጥሞ ኣብ ጎድኒ ኮይኖም ዝድግፍዎ ዘለዉ ደገፍቱን ማለት እዩ ብሰንኪ እዚ ኩሉ ነገር የጋጥም ኣሎ ሕጂ እቲ ሽግር ናይ ኤርትራውያን ግን ሕጂ ኣብኦም ጥራሕ ዘይኮና ከነኾን ዘለና ከም ህዝቢ ንዕኡ ነቲ ጸገማት ክንገጥሞ ይከኣልናን ብሓቂ ንሱ ማለት ዝኾነት ህዝቢ ወይ ዝኾነ ህዝቢ ንሪኦም ኣለና ናይዚ ዓለም ህዝብታት ማለት እዩ ኣብ ሃገሮም ዘጋጥም እቲ ህዝቢ ዋጋ ከፊሉ ይቃለሶ ማለት እዩ ብዙሕ ብዙሕ ህዝቢ ብዙሕ ወይ ብዙሓት ሃገራት ብዙሕ ጨቋና የጋጥመን እዩ ህዝቢ ኤርትራ ግን ሰላሳን ሰለስተን ዓመት ድሕሪ ናጽነት ከማንሲ ሰላሳን ሰለስተን ዓመት ዋላ ሓደ ዝተቐየረ ነገር የሎን። ህዝቢ ይጭፍጨፍ፣ ይስደድ፣ ይእሰር፣ ይቕተል ንሰላሳን ሰለስተን ዓመት ብዘይ ዝኾነ ነገር እታ ምቕታል ትበሃል ኣይተቐየረትን፣ እታ ምስዳድ ዝበሃል ኣይተቐየረትን። ደርጋ በቃ ንድሕሪ ናፅነት ንብል ኣለና እምበር ካብቲ ቅድሚ ናፅነት ዝነበረ እቲ ናይ ጨፍጫፍን ምቕታልን ምጭዋይን ዋላ ሓንቲ ለውጢ የብሉን። ቀስ ኢልካ ንድሕሪት ተመሊስካ እቲ ታሪኽ ክትሪኦ ከለኻ እቲ ህዝቢ ናብ ቃልሲ ጥራሕ የድህብ ስለ ዝነበረ ብዙሕ ኣፍልጦ ኣብቲ ውሽጢ ሃገር ኣይነበረን ኣፍልጦ ኣይነበረን ክኸውን ይኽእል እዩ ጥራሕቲ ቃልሲ ይጥምት ስለ ዝነበረ ማለት እዩ ኣብቲ ጉጅለ ናይ እሳያስ ኣፈወርቂ ግን ወላ ሓንቲ ዝተቐየረ ነገር የለን ስለዚ ከም ህዝቢ ንከምዚ ዓይነት ፅንተት ኣብ ልዕሊ ህዝብኻ እናተኻየደ ሓደ ከም ደጋፋይ ኮንካ ነዚ ጉዳይ እዚ እዩ ትኸይድ እንታይ ይግበር ከም ዘሎ ኣብቲ ሃገር ወይ ኣብቲ ህዝቢ እንታይ የጋጥም ከም ዘሎ ክትርድኡ ኣለኩም ማለት እዩ ሓደ ንሱ ብሰንኪ ዘይምህላው እዩ ከዓ እቲ ጉጅለ ኩሉ ነገር ክገብር ዓቕሙ ረኪቡ ዘሎ ማለት እዩ እሱ ጥራሕ ኣይኮነን እቲ ተቃውሞ ኣለኒ ዝብል ከዓኒ ብጀካ ክስደድ ኣብቲ ሃገሩ ደው ኢሉ ከመይ ኢሉ ንሓርነቱ ይቃለስ እዚኣ እውን የላን ማለት እዩ ልክዕ እዩ እቲ ብፍላይ እቲ መጀመርታ ግዜታት እወ ማይስ ሕጂ ግን ኩሉ ኣብ ስደት ዘለውን እቲ ንፍትሕን ለውጥን ኢሉ ዝፅውዕ ዘሎ እቲ ገለገለ ናይ ዘየድሊ ሓሳብ ዘልዕሉ ሰባት ኣብቲ ደንበ ተቃውሞ ንሶም ገዲፍካ ብቐንዕና ህዝብን ሃገሩን ኣውሒሱ ንፍትሕን ለውጥን ዝቃለስ መንእሰይን ህዝብን ከን እልቢ የብሉን ማለት እዩ ንሱ ከማን ናይ መቃለሲ ባይታ ኣብ ውሽጢ ሃገር ድዩ ኣብቲ ጎረባብቲ ድዩ ንክረክብ እዛረብ ኣሎ ማለት እዩ ኣብ ስደት ዘሎ ንድሕሪት ናብ ሃገሩን ንከባቢ ሃገሩን ተመሊሱ ክቃለስ እንዳኸደ ምክንያቱ እቲ ስደት ፈቲንዎ ስደት መፍትሒ ከምዘይኮን ተረዲእዎ ተመሊሱ ንክቃለስ እንዳሓሰበ ከሎ እቲ ብድሕሪ ዘሎ ብሃገር ዝወፅእ ዘሎ ከዓኒ ንዚ ጉዳይ እዚ እናረእን እናሰምዐን እዝኒ ከይሃበ ንሳህራን ባሕርን ይኸይድ ማለት እዩ እቲ ባሕሪ ሳህራ ሰብ እንዳፀነተ እቲ ውሽጢ ሃገር ዘሎ ዓማፂ ጉጅለ ንዑ ክትቃለሶ እንዳሓሰብካ ከለካ እሞ ኣብቲ ሳህራን ባሕረን ሰብ እናጠፍአ ንሊብያ ነባሕሪ ዝመፁ ሰባት ሕጂ ከዓ ኣብዚ ሕጂ ግዜ ኣብ ሊብያ ብዙሕ ሽግር የጋጥም ኣሎ ማለት እዩ ሕጂ እዞም ኣብ ሊብያ ዘለዉ ክወፅሉ ወይ ክድሕንሉ ብዝኽእሉ መንገዲ ክስራሓሉ ፅቡቅ እዩ ዝከኣል ማለት እዩ እቲ ቀንዲ ግን እቲ ንስደት ናብ ሳህራን ባሕርን ብኸመይ ደው ይብል ንሱ እዩ ክስራሓሉ ዘለዎ ማለት እዩ እሱ ክስራሓሉ ክኽእል ኣለዎ ሰላማዊ ሰልፊ ቀንዲ ስደት ደው በል ህዝቢ ኤርትራ ኣብ ውሽጢ ሃገርካ ንፍትሕን ለውጥን ሓርነትካ ተቓለስ ከይትስደት ክትብሎ ኣለካ ካብቲ ሃገር ዝወፅኻ ጎረባብቲ ሃገርካ ከመይ ኢልካ ተጠርኒፍካ ተቓሊስካ ሃገርካ ኣብ ሃገርካ ሰላም ትነብረሉ ሂወት ንምምጻእ ቃልስና ንሱ ጥራሕ ይኹን። ስደት ትርጉም የብሉን። ኣብ ሰሃራ ሰብ ጠፍእ ኣሎ። ኣብ ባሕሪ ሰብ ይጠፍእ ኣሎ። ካብኡ ውሑድ ዘምለጠ ውሑድ ኣብ ስደት ኣብ ኣብዘን ሃገራት ዝኣተወ እውን ሓደ ትባዕይ ብኡ ስደት ሲ መፍትሒ ይኮነን ማለት እዩ መጀመርታ ይመስለና ነይሩ ንኤርትራውያን ፍታሕ ስለ ዘይኮነ እንዴት ሰብ እቲ ደላይ ፍትሒ ስደት ገዲፉ ናብ ቃልሲ ክመለስ ዝደሊ ዘሎ እንታይ ኮይኑ ሕጂ እቲ ብኤርትራ ወፅዩ ወይ ድማ ከባቢ ኤርትራ ዘሎ ሲ ነዚ ኩሉ ነገር እናሰምዐ ከሎ ከመይ ኢሉ ኣብቲ ከባቢ ይጠራነፍ ክንዲ ዝሓስብ እንታይ ገበርና ኣብ ሳራን ባሕሪ ንመፅእ ኣሎ ሕጂ ከም ህዝቢ ነዚ ኢና ብትሪ ክንሰርሓሉ ዘለና ወይ ከምዚ ገለገለ ከም ዝበሃል የለን ኣብ ኣሜሪካ ኮንካ ድኻ ዓዲ እንግሊዝ ኮንካ ድኻ ጀርመን ኮንካ ድኻ ፍራንስ ኮንካ ድኻ ሓደ ሓደ ኮንካ ድኻ ተኣኪብካ ንክትቃለስ ናብ ሃገርካን ናብ ከባቢ ሃገርካን ክትምለስ እንዳሓሰብካ ሃለኻ እዚ እናሰምዐ ናብ ሳህራን ባሕርን መፅኡ ዝጠፍእ ዘሎ በቲ ሓደ በቲ ሓደ ጠፍእ ኣሎ ኣብ ሳህራ ጠፍእ ኣሎ ኣብ ባሕሪ ጠፍእ ኣሎ እቲ ሳህራን ባሕርን ከምቲ ቀደም ኣይኮነን ዘሎ ሎሚ ሎሚ ዳርጋ ዘምልጥ የለን ዝወፅእ የለን ኩሉ ጠፍ ኣሎ ሓደ ነዚ እናርኣኻ እንታይ ክትገብር ትመፁ ኣለኻ ከም ካልኣይ ኣብ ስደት ዘሎ ህዝቢ ናብ ሃገሩን ናብ ከባቢ ሃገሩን ተመሊሱ ናብ ውሽጢ ሃገርን ብኸመይ ይኣቱ ተቓሊሱ ከመይ ኢሉ ኣብ ሃገሩ ብሰላም ይነብር፣ ከመይ ኢሉ ሓርነት የምጽእ፣ ከመይ ኢሉ ፍትሕን ለውጢን የረጋግጽ ዋላ ብተግባር ኣይጸሓዮ ኣፉ ከፊቱ ኣብ ስደት ኮይኑ ብከምዚ ዓይነት ሰብ እንዳተዛረበን ዓቕሊ ጽቢቡ ብዙሕ ነገር እናሰርሐንስ እዚ እናረኣኻ ናብ ስደት ትመፅእ ኣብ ስደት ዘሎ ናብ ሃገሩን ከባቢ ሃገሩን ተመሊሱ ክቃለስ እናሓሰበ ከሎ ንስኻ ከዓ ንስደት ትመፅእ እንታይ ማለት እዩ እዚ ከም ህዝቢ ሓደ ንጹር ክንሕዝ ክንክእል ኣለና ወይ እቲ ስደት ተቐቢልካዮ ከመይ ኢሉ ኩሉ ኤርትራዊ ናብ ስደት መፅዩ ገሊብ ባሕሪ ጥፋእ ገሊብ ሳሕራ ጥፋእ እናበልካ ትዘምለጠ ከዓ ኣብ ስደት መፅዩ በቃ ስደት ከም ሃገርካ ከም ገለካ ተቐቢልካ ሱቅ ትብላ ኣለካ ኖ ከም ኤርትራውያን ስደት ደው ኣቢልና ኣብ ሃገርና ፍትሕን ለውጥን ከነረጋግጽ ክንክእል ኣለና ኢልካ እንድሕር ትሓስብ ኮንካ ከኣ ዋላ ደላይ ፍትሒ ኮንካ ነቲ ሳህራን ሊብያን ዝመጽ ዘሎ ሰብ ክትኩንኖ ኣለካ ባዕለ ኣዴኻ ትፈልጥ ትብሎ ኣለካ ባዕለ ኣዴኻ ትፈልጥ ከይበልካዮ ካብ መንገዲ ደው ክትበላ ኣይትኽእልን እያ እንታይ ክትገብር ናብ ስደት ትመጽእ ናብ ውሽጢ ሃገር ከመይ ኢልና ፍትሕን ለውጥን ከነረጋግጽ ንኽእል ኣብቲ ጎረባብቲ ሃገራት ከመልና ናይ መቃለሲ ቦታ ንረክብ ከመልና ንጥረፍ ንጥርነፍ ከመልና ነዕጥቅን ስንቅን ንረክብ ኢልና እንዳሓሰብናስ እንታይ ክትገብር ናብ ስደት ክትመፅእ ኢልካ ክትዛረቦ ኣለካ ብፍላይ ኣብ ደላይ ፍትሒ ዘለካ ማለት እዩ ስለዚ ስደት ደው ይበል ኢልካ ካ ሰለማዊ ሰልፊ ክትወፅ ዘለካ እምበር ተሰሪሑ ኮይኑ ዓመት ዓመት ብዙሕ እኮ ሰላማዊ ሰልፊ ተገይሩ እዩ እንደ ግዜ ኡይ ተባሂሉ እዩ ኮይኑ ሓደ ብሰላማዊ ሰልፊ ዝደሓነ ህዝቢ የለን የለ ኣነ ዝፈልጦ ነገር ዳርጋ የለን ማለት እዩ ገሊኦም ጠፉ ገሊኦም ገለ ገለ የምልጡ ካብኡ ከዓ ሓደስቲ ካልኦት መፁ ኣብ ዝኾንካ ከዓኒ ከተስጉሮም ክንደይ እንታይ ሽሙ ትገብር ማለት እዩ ተመሊሰ ክቃለስ እየ ከዓ ትብል ክልቲኡ ብሓደ ክኸይድ ኣይክእልን እዚ ወይ ንስደት ዝመፅእ ዘሎ ሰብ ተሪርካ ጨኪንካ ናብዚኣ ገፅካ ክትመፅእ የብልካን ንሕና ብኸመይ ተመሊስና ናይ ቃልሲ ቦታ ንረክብ ኢልና እንዳሓሰብና እንታይ ክትገብር ናብ ስደት ትመፅእ ኢልካ ክትኩንና ትክእል ኣለካ ናብ ስደት ዝመፅእ ሰብ ናብ ስደት ዝመፅእ ሰብ ብከምዚ ክትኩንኖ ክትክእል ኣለካ ኣነ እዚ ናይ ስደት ዝበሃል ብፍላይ ብዚ ሳራን ባሕርን ዝበሃል ሓደ ግዜ መርከብ ክንገዝእ ኢና ገለ ክበሃል ከሎ ናይ ኤርትራውያን ቅድሚ እውን ዝተዛረብክዎ ነገር ኣሎ ብፍላይ እቲ መርከብን ገለን ገለን ዝተባህለ ግን እንታይ ክትገብሩ መርከብን ገለን ገዚእኹም ናብ ስደት ተግዕዝዎ ኣለኹም ሰብ ኢለ እውን ዝተዛረብክዎ ኣለዎ ወይ ዝፀሓፍክዎ ነገራት ኣሎ ከምኡ እየ ዝኣምን ድሕሪ ኣብ ፍትሕን ለውጥን ኣሊኻ ከመይ ጌርካ ኣብ ውሽጢ ሃገር ህዝብኻ ወዲብካ ሓደ ስርሒት ጌርካ ጸገምካ ደው ተብሎ ሰብ ናብ ከምኡ ክኣምን ከም ዘለዎ ጥራሕ ትቃለስ ክፍል ኣለካ ከምኡ ትብል ከለኻ ኣብ ኤርትራ ሽግር የሎን ሰብ ኣይሽገርን መንእሰይ ኣይፅገምን ከምኡ ይኮነን ፀገም ግን ክዕርፍ ንሕር ኮይኑ ኣብቲ ሃገር ዘሎን ኣብቲ ከባቢ ሃገር ዘሎን ከመይ ኢሉ ንቃልሲ ይሓስብ ከመይ ኢሉ ንቓልሲ ይውደብ እቲ ኣብ ዲያስፖራ ዘሎ ከዓኒ እቲ ክቃለስ ዝኽእል ሰብ ከመይ ገይሩ ናብ ውሽጢ ሃገርን ኣብቲ ከባቢ ሃገርን ኮይኑ ከመይ ገይሩ ይቃለስ ከም ኤርትራውያን ንሱ ጥራሕ ኢና ክንከውን ዘለና እንታልናዮ ስደት ስደት ፍታሕ ኣይኮነን ንሕና ዋላ በትልካ በትልካ ክንነብሮ ኣሎ ንኽእል ኢና ህዝቢ ክሳብ ፀርር ክንስደድ ህዝቢ ክሳብ ዝፀንት ሳራን ባሕርን ክን ጉዕዘና ንሱ ክኸውን ሓደ ሰለማዊ ሰልፊ ጌርካ ኣድሒንካዮ ካልኦት ካብ ድሒሩ ዓለም ከሰልችዋይ ብኤርትራውያን ሰልችዋይ ዓለም ሰለማዊ ሰልፊ ጌርካ ይግድሳ ኣብ ውሽጢ ሃገር እዊኻ ኣይግድሳ ኣብ ጎረባብቲ ሃገር እዊኻ ኣይግድሳን እዩ ኩለን ህዛብ ንሪኦም ኣለና ኣብ ውሽጢ ሃገሮም ንዓመጽቲ መራሕቲ ከመይ ኢሉ ይቃለሶ ህዝቢ ንርኢ ኣላ ና ነዊሑ ነዊሑ ብውሕድ ካብ ቴስ ሰዓታት ካብ ግዜ ናጽነት ንሰላሳን ሰለስተን ዓመት ህዝቢ ዝሓተተ ይርሸን ይእሰር ልክዕ ህዝቢ ይጸንት ኣሎ ኣብ ሰሃራን ባሕርን ወላ እቲ ስደት ዘሎ ኤርትራዊ ንሪኦ ኢና ዘለና ኤርትራዊ ክንደይ ነብሲ ቅትለት ትገብር ዘላ ኣብ ስደት መፂና እንታይ ኣሎ ዘውፀናዮ ፍትሒ ለውጢ ዘምፀናዮ ሓደ ነገር እንታይ ኣሎ ስደት ናይ ፍታሕ መንገድና ኣይኮነን ስለዚ ኣብ ስደት ዘሎ ደላይ ፍትሒ ስደት ርእዎ ስደት መፍትሒ ከም ዘይኮነ ፈሊጡ ንውሽጢ ሃገርን ናብቲ ከባቢ ሃገርን ተመሊሰ ከመይ ኢለ ተቓሊሰ ሓርነተይ፣ ፍትሕን ለውጢን የረጋግጽ ኢሉ ኡይ እናበለ ከሎ ገለ ከኣኒ ናብ ስደት ብሳህራን ባሕርን እሞ ዝኹሉ ህዝቢ ኣብ ሳህራን ባሕርን እናጸነተ ተዓሚታ ናብኡ ትመጽእ ማለት እዩ ስለዚ ከም ኤርትራውያን ክንሓሰብ ንክእል ኣለና ቀዳመይቲ ናብ ሳህራን ባሕርን ትመጽእ ሎሚ ሰብ ዝኾነ ሰብ ባዕልኻ ትፈልጥ ክትብሎ ኣለካ ቅድሚ ኩነት ክንወግሮ ትክእል ኣለካ ኣብ ውሽጢ ኤርትራ ዘሎ ድዩ ኣብ ከባቢ ኤርትራ ዘሎ ድዩ ክትርድኦ ትክእል ኣለካ ሎሚ ኤርትራውያን ከመ ኢልና ንቃለስ ከመ ኢልና ተቃሊስና ኣብ ሃገርና ብፍትሕን ብለውጥን ብሰላምን ብናጽነትን ከመይ ኢልና ንነብር እዩ ዘሎ ደኣ እምበር ንስደት ንኸደሉ ተኣምር የሎ ናብ ቂዕ እዩ ክትብሎ ኣለካ ካብ ሓውካ ሓፍትካ ጀሚርካ ማለት እዩ ባሕርን ሳህራን እንድሕር ትብል ኮንካ ግን ናባይ ገጽካ ከይትድውል ክትብሎ ኣለካ ኣብዚ ኣብ ስደት ኮንካ ስደት ምምጸእይ ተጣዒሰ ፍታሕ ኣይኮነንን እዩ ኣብ ውሽጢ ሃገር ከለኹ ኣብኡ ከለኹ ኣብኡ ከለኹ ተቓልሰ ነይረ ተዝኸውን ኢልካ ብጣዕሳ እናማረርካ ከመይ ኢለ ተመሊሰ ኣብ ውሽጢ ሃገር ንፍትሕን ለውጥን ይቃለስ ከመይ ኢለ ተመሊሰ ኣብ ከባቢ ሃገረይ ኮይነ ንፍትሕን ለውጥን ይቃለስ ኢልካ ዕንገረር እንዳበልካ ሃለኻ ኣብ ውሽጢ ኤርትራን ኣብ ከባቢ ኤርትራን ዘሎ ከኣ ተኣኪቡ ንስደት ንባሕርን ሳህርን ከኣ ይመጽእ ማለት እዩ ገሊኡ ባሕሪ ጠፍእ ገሊኡ ብ ሳህራ ጠፍእ ስለዚ ኤርትራውያን ካብዚ ምስልዩነታት እዚ ንውፃእ እቲ ሓቂ ተረግ ተረግ ነብሎ ሰብ ኣብ ውሽጢ ሃገርን ኣብ ከባቢ ኤርትራን ኣብ ውሽጢ ኤርትራን ኣብ ርሑቕ ዘሎ ስደትን ኩሉ ተወሃሂዱ ንቓልሲ ንሓርነቱን ንፍትሑን ንለውጡን ከመይ ኢሉ ቃልስ ጥራሕ ሓስብካ ኣለዎ ስደት ደው ኣብሎ ደው ኣብሎ ኣነ በዛ ነብሰይ ከመይ ጌርካ ናይ ፍትሕን ለውጥን ዓወት ይረጋገጽ ደኣ እምበር ከመይ ገይሩ ሰብ ይስደድ ዝበሃል ክሰምዖ ይደልን እዩ ስደት ፈቲናዮ ርኢናዮ ወላ ሰላም ንበረሉ ንስኻ ሕጂ ደቂ ደቅኻ ናይ ወለዶታት ኤርትራ ብሰላም ክነብሩ ድሕሪ ኮይኖም ኣብታ ውሽጢ ሃገር ኣብኣ ሓርነት ህዝቢ ኤርትራ ክትረጋገፅ ትክእል ኣለዋ ናፅነት ህዝቢ ኤርትራ ብሰላም ምንባር ኣብ ውሽጢ ሃገሩ ክረጋገፅ ክኽእል ኣለዎ ስደት ወላ ሓንቲ ትርጉም የብሉ ምናልባት ኣብ ስደት ሎሚ ኣታ ዝብል የብለይን ሰላም እናብር ኣለኹ ትብል ተኽላ ናይ ስደት ንዓኻ ብውልቅኻ እውን ፅባሕ ንግሆ እንታይ የጋጥመካ ኣይትፈልጦን ኢኻ ናይ ስደት ናይ ስደት እዩ ዋላ ሓንቲ ሎሚ ካልእ ሲስተም ኣሎ ፅባሕ ካልእ ሲስተም ሒዞም ክመፁኻ ይኽእሉ እዮም ብዘይኩ ዋላ ገነት ይኹን ግን ዓዲ ስደት ዓዲ ካልኦት ደንበር ዓድና ኣይኮነን ዓድና ኤርትራ ኣብ ዓድና ኤርትራ ብሰላም ከመይ ኢልና ንነብር ክንቃለስ ክንክእል ኣለና እቶም ሕጂ ክንቃለስ ንብ ዘለና ገሊእና ጠፊእና ገሊእና ነቲ ሓርነት ህዝቢ ኤርትራ ንድሕር ክንረጋግጻ ክኢልና እታ ፍታሕ ንሰያ ስደት ደው ነብሎ ንስደት ናብ ሳራን ባሕርን ዝመጽእ ሰብ ሞራል ኣይንሃቦ ኣይንስማዓዮ ሕጂ ኣብ ሊብያ ዘእውዩ ኣለዉ ቅድሚ ሕጂ እውን ክንደይ ኣውያት ተገይሩ ግደፉ እንደተባሃለ ግደፉ ካልኦት ካብ መፁ ግደፉ ካልኦት መፁ ግደፉ ካልኦት መፁ ስለዚ ወላ እዚ ኣብ ሊብያ ዝኡ ዘሎ ባዕለ ድኻ ትፈልጥ ክበሃል ከል ኣለዎ ከም ካልእ ዶ ክብሉ ንድሕሪ ኮይኖም ክንደ ግዜ ተዋሂሉ ኮ ክንደ ግዜ ሰለማዊ ሰልፊ ተገይሩ ኮ ሕጂ ናይ መወዳእታ ይኸውን እንዳተባሃለ ካልኦት መፁ ኣይ ከም ህዝቢ ንሰምዕ ኢና ኣይ ንሰምዕ ኢና በቲ ሓደ ኣብ ሃገረይ ተጨቂነ ትብል በቲ ሓደ ክቃልስ ትብል ገሊእኻ በቲ ሓደ ናብ ሳራን ባሕርን ትጠፍእ ዘዝሓለፈ ዓመት ክንደይ ሰለማዊ ሰልፊ ይግበር ገሊኣ ትጠፍእ ገሊኣ ትድሕን ኣቱም ሰባት ስደት ደዋብሉ እንዳተባሃልካ ኣሻሓት ትመፅእ ሱዳን ኣብዚ ሕጂ ግዜ ብሓዊ ሃርሃር ትብል ዘላ ካብ ኢትዮጵያ ተፃዒኖም ብማእከል ኩነታት ናይ ሱዳን ሰንጢቖም መፁ ከምዚ ዓይነት ፅላለ ናይ ኤርትራውያን ብጣዕሚ ዘሕዝነካ ይገርመካ እውን ሱዳን ገሊኦም ኣብኡ ተሓዙ ገሊኦም ካይተፈለጡ ኣብ በዓል ሱዳን ተጨውዮም ጠፍኡ ኣለዉ ኣብ ልብያ ክንደይ ሽግር የጋጥሙ ኣለዉ ካብኣ ውሑዳት ኣምሊጦም ናብታ ባሕሪ ዝኸዱ ከኣ ዳርጋ ቴስዓን ሚእታዊት ይጥልቁሎ ማለት እዩ ነዚ ኩሉ ሰጊርካ ኣብ ኤሮጳታት ምስ ኣተኻ እንታይ ይብላካ ኣለዋ ገሊአን እቲ ሲስተም ስለ ዝቐየረኦ ኮለል የብላኻ ገሊአን ከዓ ክንመልሰካ ኢና ብላኻ ንበዓል ሩዋንዳን ገለን ክንመልሰካ ኢና ብላኻ ስለዚ በቲ ኺድ በቲ ኺድ እቲ ፍታሕ ናይ ኤርትራውያን ኣብ ውሽጢ ኤርትራ እዩ እቲ ፀገም ናይ ኤርትራውያን ኣብ ውሽጢ ኤርትራ እዩ ዘሎ እቲ ፍታሕ ናይ ኤርትራውያን ከ ኣብ ውሽጢ ኤርትራ እዩ ዘሎ ስለዚ ዝኾነ ኤርትራዊ ነታ ፀገም ናይ ኤርትራውያን ኣብ ውሽጢ ኤርትራ ከም ዘላ ፈሊጡ ኣብ ፈቆዶ ሰደት ዘሎ ድዩ ኣብ ውሽጢ ሃገር ዘሎ ድዩ ኣብ ከባቢ ኤርትራ ዘሎ ድዩ ከመይ ኢሉ ነቲ ጸገም ናይ ውሽጢ ሃገሩ ከመይ ኢሉ ይቃለሶ ንዓኣ ክሓስብ ዝኽእል ሰብ ንሕሪ ኮይኑ ተሓጋጊዝካ ክትሰርሕ ትክእል ኣለካ ተጠርኒፍካ ብብዙሕ ነገር ማለት እዩ ንዓኣ ገዲፉ ንስደት እየ ዝብል ንሕሪ ኮይኑ ግን ባዕሊ ድኻ ትፈልጥ ጥራሓ ትብሎ ዘለካ ባዕሊ ድኻ ትፈልጥ ወይ ነቲ ፍትሕን ለውጥን ዘረባ ገዲፍካ ከመይ ኢልካ ስድራኻ ምውፃእ ክትሓስብ ትክእል ኣለካ ነቲ ስደት ተቐቢልካ እቲ ሃገር ክትቀብፃ ትክእል ኣለካ ከምኡ እንድሕር ኮይኑ ስድራኻ ምውፃእ ጥራሕ ብሊብያ ውፃዮም ብሓደ ውፃዮም ብሓደ ውፃዮም ብዝተዓወትካሉ ስድራኻ ንምውፃእ ክትሓስብ ትክእል ኣለካ ፅዕር ኣለካ ማለት እዩ ናይ ስደትን ናይ ከመይ ጌርካ ናብ ዓዲ ስደት ትወፅእን ክትሓስብ ኣለካ ኖ እዙይ ፍታሕ ኣይኮነን ኢልካ ትኣምን እንድሕር ኾንካ ከዓ ፍታሕ ኣብ ውሽጥን ሃገርን ስለ ዝኾነ ክንቃለስ ኣለና ኢልካ ትሓሰብ እንድሕር ኾንካ ከዓ ብምሉኡ ንስደት ዝበሃል ክትቋሞ ክትገል ኣለካ ኖን ብሳራን ብባሕረንሲ ዋላ ብቢዝነስ ዝመፅእ ሰብ እንድሕር ኮይኑ ስደት ገፅካ ይትምፃእ በሎ ካብ ሓደን ካብ ሓደን ሰላሳ ሽሕ ኣኪብካ ዋላ ብሌጋል ወይ ብሕጋዊ ብቢዝነስ ተምፅኦ እንድሕር ኮንካ ንዕኡ እውን ክትቋወሞ ኣለካ ሰላሳን ኣርባዓን ሽሕ ሒዝካ ፀኒሕካ ፅባሕ ንጎ ሃገርካን ህዝብኻን ፍትሕን ለውጥን ምስ ረኸበ መበገሲ ክኾነካ እዩ ንስድራ ቤትካ ምሉእ ከማን መበገሲ ክኾነካ ኣብ ሃገርካ ብሰላም ክትነብረ ትኽእል ሃፅባሕ ድሕሪ ፀገም ናይቲ ሃገር ድሕሪ ምሉእ ብምሉእ ተቐንጢጡ ማለት እዩ እቲ ሽግር ናይ ኤርትራውያን ከበቅዕ ንድሕሪ ኮይኑ ከዓ ኤርትራውያን ክንቃለሶ ክንክእል ኣለና ሓደ እንታይ እቲ ምክንያት ህዝቢ ኤርትራ ሲ እዞም ኣብ ላዕሊ ተጠርኒፎም ዘለዉ ሓለፍቲ መን እዮም እዚ ብዙሕ ነገር ተዛሪብና ኣለና መን እዮም እንታይ ስለ ዝኾኑ እዮም ነዚ ህዝቢ ኣብ ከምዚ ውዲቖሞ ዘለዉ ህዝቢ ኤርትራ ሲ ህዝቢ ኤርትራ ኣይኮነን መናድቑ ዓንዩ መናድቑ ዓንዩ ማለት እዩ ሃገር ዘዕነወ ህዝቢ ዘዕነወ ንባዕሉ ዝዓነወ መራሒ እዩ እዚ ንሃገርን ንህዝብን ክኸውን ሲ ንነብሱ እውን ዝዓነወ ሰብ እዩ ስኢኑ ይኮነን ንባዕሉ ከምስል ግን ከምስል ኣነ እኮ ኣነስ ሓሲሚኒ ዘሎ እንዳበለ በጃል ስረ በጃል ካምቻ እናገበረ ንህዝቢ ኤርትራ የፅንቶ ኣሎ ማለት እዩ ስለዚ ደጋፊ እያ ትብል ተሊኻ እውን ግደፉ ኣብቲ ደንበ ተቃውሞ ብዙሕ ፍልልይ ኣሎ ኣይኮነን ንደገፍትን ከም ደለይቲ ፍትሕን ዝብል ጥራይ ዘይኮነሲ ኣብቲ ደላይ ፍትሒ ደላይ ፍትሕን ወይ ደንበ ተቃውሞን ዝበሃልሲ ብዙሕ ኣሎ ናይ ስነ ሓሳብ ፍልልይ ሓደ ሓደ ደላይ ፍትሒ እንዳበለ ኣንድነት ምስ ኢትዮጵያውያን የብለካ ሓደ ደላይ ፍትሒ እናበለ ትግራዋ የብለካ ሓደ ደላይ ፍትሒ እናበለ ዓረባዊ የብለካ እንታይ ዓይነት ሕሙም ህዝቢ እዩ ቧእ! ቁሩብ ተረዲእዎ ንፍትሕን ለውጥን ደው ኢሉ ኣሎ ዝበልካዮ ካልእ ሕማም ሒዙልካ መጽእ። ኣቱም ከም ህዝቢ ኣብ ሕማቕ ደረጃ ኣለና ኣቱም ህዝቢ። በቃ እዚ እዩ ብፍላይ እዚ ኣንድነታዊ እየ ዓባይ ኢትዮጵያ ዝኣምን ዶ ትግራውነት እየ ዝኣምን ዶ ዓረባውነት እየ ዝኣምን ዶ ኣሮጃውነት ዝኣምን ዶ ብሃይማኖት ዝኣምን እየ ብዞባ ክቃለስ ዝደሊ እዚኦም ብምሉእ እንተይቀተልካ ሓደ ዝተወደበ ሓይሊ ክፍጠር ኣይከኣልን እዩ ኤርትራዊ ክትድሕን እንድሕር ኾንካ ነዘን ኩለን ኣፈላላያት ፎእ በለን ንዕን ፎእ ኢልካ ብሓደ ህዝብኻን ብሓንቲ ሃገርካን ተጠርነፍ ሕሰብ በቃ ብኸምዚ እንድሕር ክትቃለሱ ዘይክኢልካ ነዚ ኣጽናቲ ጉጅለ ኣብ ሃገርና ዘሎ ህዝቢ ኤርትራ ክጸንት እዩ ግደፎ ዓሰብ ክትወረድ ደላ ገለገለ ንዕኡ እውን ንቃልሶ ንክእል ኣለና ክነፍቅድ ክንክእላ የብልናን ንዑ ተኸላኺልካ ግን ኣብ ውሽጢ ሃገር ዘሎ ፀገም ክትቃለሶ እንተዘይክኢልካ ንዓሰብ ተኸላኺልካ ኣይተኸላኺልካያ ህዝቢ ኤርትራ ምፅናቱ ኣይተርፎን እዩ ንዓሰብ ንሕር እንተተኸላኸልካ ኣብ ውሽጢ ሃገር እታ ንህዝቢ ተፅንት ዘላ ጉጅለ ኣብ ኣስመራ እያ ዘላ ንዓሰብ ክንከላኸላ ከለና ነታ ኣብ ኣስመራ ዘላ ጉጅለ ከዓ ምሒና ከነጥፍኣ ክንከል ኣለና ነዚን ክልቲኤን ብሓደ ክንሰርሓለን እንተዘይክኢልና ትርጉም የብሉን ንዓሰብ ተኸላኺልካ ብእሳያስ ምጥፋእካ ይተርፈካን እዩ እቶም ብዓሰብ ንከላኸል ንከላኸሉ ንዓሰብ ንብ ዘለና ንዓሰብ ጥራሕ እንተተኸላኺልና ንዓሰብ ምስ ተኸላኸልና ብድሕርኡ ብእሰያስ ምጥፋእ ኣይተርፈናን እዩ ስለዚ ንዓሰብ ተኸላኸል ነስመራ ከኣ ሓራ ከነውጽኣኻ ንቃለስ ንገል ኣለና ኣስመራ ማለት መላእ ኤርትራ ጌርና ንረዳእዮ ዓሰብ ማለት መላእ ኤርትራ ጌርና ንረዳእዮ ስለዚ ኣብ ምጽናት ኤርትራውያን እሰያስን ኣብን ወላ ሓደ ዘፈላልዮም ነገር የብሎም ኣብዚ ዝኾነ ሰብ ክደናገር የብሉ ኣብዚኣ ሓሶት ዝብል ሰብ እሰያስን ሰዓብቲ እሰያስን እታ ስልጣን ናይ ኤርትራውያን ሒዞማ ክሳብ ዝቆጸሉ ህይወት ናይ ኤርትራውያን ክትርእይዎኹም ነዛ ዘረባ እዚኣ ሓሶት ክትብሉ ሰባት ተሊኹም ማለት እዩ እሰያስን ኣብን ኣብ ምጽናት ኤርትራውያን ሓደ እዮም ኢለኩም ኣለኹ ኣነ ሓደ እዮም ወላ ሓደ ዝፈላለዮም የለን እሰያስ ንህዝቢ ኤርትራ ካጽንት እንታይ እና ገበረ ከይዱ ብዙሕ ነገር ተታሪኹ ተራእዩ ኣሎ። ኣብ ኣሕመድ እውን ዓሰብ ልእላውነት ኤርትራ ህዝቢ ኤርትራ ስለ ዝከላኸሎ ግድን ንዓሰብን ንልእላውነትን ባሕርታትን ኤርትራ ክውንኖ እንድሕር ኮይኑ ንህዝቢ ኤርትራ ከፅንቶ ክኽእል ኣለዎ ማለት እዩ ኢሳያስ ከዓኒ ሕጊ በል ሕጊ ግበር ፍትሒ ግበር ሓደ ግበር ሓደ ግበር ሓደ ግበር ዘዝበሎ ልክዕ ከምዛ እንዳ እናፅነተ ዝመፅእ ዘሎ ሕጂ እውን ንእስያስ ብሕግን ሕጋውነትን ከም ህዝቢ ኣብቲ ሃገር ክትሓቶ ዝግባኣካ እንድሕሪ ሓቲትካ ከፅንተካ እዩ ኣብ ኣሕመድ እውን ዓሰበይ ኣይረክበካን ባሕሪ ኣይረክበካን ልእላውነተይ ኣርግፀካን እንድሕር ኢልካ ክቐትለካ እዩ ስለዚ ወላ ሓደ ዘፈላልዮም ነገር የብሎም ስለዚ ብማዕረ ንቃለሶም ንእስያስን ጉጅሉ ምሒኻ ኣብታ ስልጣን ከይኣለኻ ንእስያስ ንኣበ ተኸላኺልካዮ ትቕፅል ሰላማዊ ህይወት ናይ ኤርትራውያን ኣይክትህሉ እዮም ኩሉ ጥፍኣት እዩ። ንኣብይ ሃገርና ክረግፃ ከምዘይብሉ ንከላኸሎ ንዕኡ ንኣብ ተኸላኺልና ደው ኣቢልና ተዓዊትና ንእሳያስ ግን ክንኣልዮ ከዓ እንተ ዘይክኢልና ዋላ ሓንቲ እታ ኣብ ኣሕመድ ዘጥፋ ንኤርትራውያን እሳያስ ክገብራ እዩ ይገብራ ስለ ዘሎ ማለት እዩ ስለዚ ስደት ልዕሊ ኩሉ ደው ነብሎ ደው ነብሎ ዝስደድ ሰብ ናይ ናፅነት ሃገሩ ከረጋግፅ ኣይክእልን እዩ ወላ ሓንቲ ስደት ኤርትራውያን ዶ እንተዘይብሉ ስደት ኤርትራውያን እንድሕሪ ክቋረፅ እንተዘይክኢሉ ኤርትራውያን ስደት ደው ኣቢልና ንፍትሕን ለውጥን ንሓርነትን ኣብ ሃገርና ቃልስና ንሱ ጥራሕ እንተዘይኮይኑ ትርጉም የብሉን ስለዚ እቲ ዋና ነገር ስደት ደው ክብል ክኽእል ኣለዎ ኣብ ውሽጢ ሃገር ዘሎ ከመይ ገይሩ ንፍትሕን ለውጥን ንሓርኖት ይንቃለስ ህዝቢና ንሳ ጥራሕ ትኮን ኣለዋ ሕልሙ ማለት እዩ ኣብ ከባቢ ኤርትራ ዘለካ ከመይ ጌርካ ተወዲብካ ናብ ውሽጢ ሃገር ኣቲኻ ከመይ ጌርካ ትቃለስ ነዚኣ ልክዕ ዋጋ ተኽፈላ እያ እንድሕር ተወሃሂድና እቲ ኣብ ዲያስፖራ ዘሎ ክቃለስ እውን ዝደሊ ዘሎ እቲ ተመሊሱ ክቃለስ ዝኽእል ናብ ጎረባብቲ ሃገር ኤርትራ ክምለስ ድዩ ተመሊሱ ደ ክቃለስ ናብ ውሽጢ ሃገር ደ ክቃለስ በብቲ ዝዓቕሙ ትውዳበታት ትጥርናፈታት ክመዓራረ ይኽእል እዩ እቲ ንቃልሲ ላዕሊ ውረድ ደይብ ዘይክእልካኒ ናይ ባጀት ስርሑ ዝያዳ ሰርሕ ኣደ ቋልዑት ኮይነ እንዲ ገለ ወዘተ ማለት እዩ ስለዚ ንከምዚ ክስራሕ ኣለኮል ኣለዎ እዚ እውን ሓደ ሰምዓራረ ነገር ንከይህሉ ከዓኒ እዞም ዓካሳት ገሊኦም ምስ ኣብሕመድ ክንሰርሕ ኢና ገለ ኣንድነት ክንሰርሕ ኢና ገለ ተጋርኡ መንነት ክንሰርሕ ኢና ገለ ዓረብ ክንሰርሕ ኢና ዝብሉ ጓሓፋት ደደንበ ፍትሒ በታቲኖሞ ዘለው እሶም ከዓኒ ክእሮም ይክእሉ እዮም እየ እዚኦም ዓካሳት ኣብ ደንበ ፍትሒ ኣብ ደንበ ተቃውሞ ዘሎ ዓካሳት ገሊኦም ሽፍታ እናበሉ ገሊኦም ህዝባዊ ግንባር እናበሉ ንህዝባዊ ግንባር ዘፅነተ ፀላኢ ኣይፈለጥዎን ክሳብ ሕጂ ክሳብ ሕጂ ስለዚ ነዚኦም ሒዝካ እውን እቲ ደንበ ፍትሒ ወይ ደንበ ተቃውሞ ጥዑና ክህልዎ ኣይክእልን ሓደ ውፅኢታዊ ስራሕ ከመዝግብ ክሰርሕ ኣይክእልን እዩ ስለዚ እዚ ክስራሓሉ ክኽእል ኣለዎ ክስራሓሉ ንድሕር ኮይኑ ነዚኣ ኣሚንካ ፈንጢስካ ኣብታ መራኸቢት ቦታ ነቒሕካ ከም ህዝቢ ምጥርናፍ ጥራሕ እዩ እንታይ ኢልካ ጠርናፍ እንታይ ፀዋዕ ትደልሉ ንስኻ ከም ሓደ ኤርትራዊ ንድሕር ኮንካሲ ኣብዚ ጉዳይ እዚስ ክሶ ዘይፀዋዓኒ ክሶ ዘይኣከበኒ ክሶ ዘይወደበኒ ትብል ሓላፍነትካ እዩ እቲ መፍትሒታት እንታይ ንሪኦ ኣለና እቲ መጥፍእ ንኤርትራውያን ንሪኦ ኣለና እንታይ ኮንካ ሕጂ ፀዋዓይን ተፀዋዓይን ክትከውን ትደሊ ነዚኣ ደው በለላ ኣብዚኣ ኣለና ኣብዛ ኩርናዕ እዚ ኣለና በዛ ኣንጎለ እዚ ኣለና ኢልካ ሓንቲ ቃል ንሕቲ ዘዛሪብካ ነዚኣ ዝኣምን ሰብ ባዕሉ ቲከቱ ቆሪፁ ናብኣ ጥብ ክብለካ እዩ ስለዚ ሓደ እዚ ውልቃዊ ረብሓታት ንግደፎ ውልቃዊ ረብሓታት ንግደፎ ዝኾነ ኤርትራዊ ክሳብ ብሂወት ዘሎ ንሓርነት ፍትሕን ለውጥን በቃ ዓቕምታተይ ግዜታተይ ባጀተይ በቃ ንሱ ክኸውን ኣለዎ ኢሉ ክሓስብ ክኽእል ኣለዎ ንከም ዓይነት ዋጋ ከይክፈልካ እዚ ሽግር ንኤርትራውያን ከበቅዕ ኣይክእልን እዩ ኣብዚ ውልቃዊ ነገርካ ትዕብየሉ ክህሉ ኣይክእልን እዩ ውልቃዊ ረብሓታትካ ትሓስብ ንሕሰብ ንሕኾንካ ከዓኒ ዋላ ሓንቲ ለውጢ ከተምፅእ ኣይትኽልና ለውጢ ከተምፅእ ኣይትኽልና ቃልሲ እንድሕር ኮይኑ በቃ ውልቃዊ ረብሓታትካ ረሲዕካ እያ ናይ ሓባር ህይወትካ ክፈለላ ገንዘብ ክፈለላ ረሃፅ ክፈለላ ሓደ ክፈለላ እታ ተናትካ ኣበርክቶ ተናትካ ዓኦሚት ትዕበትንኣስ ብደረጃን ህዝብን ሃገርን ድሕሪ ሓሲብካ ጥራሕ ኣታ ቃልሲ ክትዕወት ትኽእል ኣብኡ ከም ደላይ ፍትሒ ኢልካ መጺኻ ብሳብስክራይብ ብቻነላት ድዩ ወላ ጎፋውንድሚ ኣውፂኻ ኣደናጊርካ ገለመለ ጁባኻ ክትመልእ ትሓስብ ሰብ ንድሕሪ ኳንካ ግን ካብቲ ቀዳማይ ጸላኢ ናይ ኤርትራውያን እሳያስ እንብሎ ዘለና ቀዳማይ ልዕሉ ንስኻ ጸላኢ እኻ ኣብቲ ደንበ ፍትሒ ኮንካ ደንበ ፍትሒ እየ እናበልካ ዘየድሊ ስነ ሓሳብ ኣምጺኻ ንህዝቢ ትገማምዕ ውልቃዊ ረብሓታትካ ክትዕቢ ሃነፍነፍ ትብል ዘለኻ ልዕልኻ ጸላኢ የለን ህዝቢ ኤርትራ ኣብ ደንበ ፍትሒ ዘሎ እሰያስን ህግደፍን ጉጅሉኡን ደገፍቱን እዚኦም እዮም ጸላእትና ነዚኦም ንቃለሶም ኢሉ ኣሽሓት ህዝቢ ደም እናነብዐ ከሎ ንህዝባዊ ግንባር ኢና ንቃለሶ ኢልካ ተምጽእ ህዝባዊ ግንባር ኢና ኣብ ዒርዒሮን ኣብ ፈቐዶ እስር ቤታትን ኣብ ፈቐዶ ጎደናን ተረሺኑ ዘሎ ህዝቢ ኤርትራ ጉዳይና ንስራሕ ኢሉ ዕንገር እንዳበለ ከሎ ኣነ ትግራዋይ እየ መንነተይ ናይ ትግራውነት መንነት እየ ዝሰርሕ ትብል ህዝቢ ኤርትራ ብውሽጥን ብደገን ደም እናነብዐ ከሎ ኣንድነት ምስ ኢትዮጵያ እያ ትብል ህዝቢ ኤርትራ እናፀነቱ ከሎ ኣነ ዓረባውነት እናበልካ ህዝቢ ተገማምዑ ከማኹም ረሳሓት ሰባት ሒዝካ ከመይ ድዩ ህዝቢ ኤርትራ ፍትሕን ለውጥን ክዕወት ስለዚ ቀዳምነት ህዝቢ ንዓኹም ክቃለሰኩም ክኽእል ኣለዎ። ንዓኹም ቀዳምነት ክንቃለሰኩም ክንክእል ኣለና። ከም ደላይቲ ፍትሒ ኣነ ደላይ ፍትሒ እየ፣ ኣነ ንሓርነትን ንፍትሕን ለውጥን ክቃለስ እየ ትብል ሰብ ቅድሚ ህግደፍን እስያስን መጀመርታ እዞም ህጂ ዝጠወስኮም ክፀርዩ ኣለዎም ንዕኦም ክትጉሕፎም ክትክእል ኣለካ ዋላ እውን ክእረሙ ይክእሉን እዮም። ኣብ ከምዚ ዓይነት ርስሓት፣ ኣብ ከምዚ ዓይነት ድበት፣ ኣብ ከምዚ ዓይነት ሓተላ ፈፈው ዝበሉ ሰባት ጸርዮም ክጸርዩ ኣይክእሉን እዮም። ሎሚ ዝተኣረሙ መስሉኻ ጽባሕ ገፍጠጥ እንዳበሉ ገበታ ረሳሓት ሒዞምልካ እዮም ኣብ ውሽጥኻ ዝዘርጉኻ። ስለዚ ዋላ ዓሰርተ ኮንካ ካብ ሽሕ ጋሕማጥ ረሳሕ ኣተሓሳስበኦም ኣኻኺብካ ክትቃለስ ትሓስብ ዓሰርተ ኩለን ኩሉ ነገርካ ንህዝብኻን ንሃገርካን ብመንነት ሰጋእ ዘይትብል ብመንነት ኤርትራውነትካ ሰጋእ ዘይትብል ብዞባ ብኣውራጃ ብሃይማኖት ጠንቃላዕላዕ ዘይትብል ኣብኡ ዘይትጨማለቕ ሰብ ሓንቲ ቃልስኻ ንህዝቢ ኤርትራን ንኤርትራን ሓራ ምውፃእ ልእላውነትካ ውሒዝካ ዝገባ እቲ ጉጅለ እሰያስ ከመይ ጌርካ ግሒጥካ ትውጽኦ ቃልስታትካ እዚኤን ድሕሪ ኮይኑ ካብ ሽሕ ሓደን ሓደን ንግሆ ንግሆ ገለ እናምጽኡ ዝዘርጉኻ ዓሰርተ ኣብዚኤን ጸፊፍካ ዝተጻረኻ ኢኻ ውጽኢት ከተመዝግብ ትኽእል ስለዚ ደንበ ፍትሒ ብፍላይ መንእሰያት ሓደራ ፕሊስ ሓደራ እዞም ጋዕጋዕ ንጋዕጋዕ ዝፃወትልኩም ዘለዉ ፍለጥዎም ፍለጥዎም ተጋደልቲ ኮይኖም ንህዝባዊ ግንባር እና ንቃለሱ ዝብሉ ከም ዘለዉ በዓል መን እዮም ረኣይዎም ስምዕዎም እንታይ ኮንካ ንህዝባዊ ግንባር ትቃለሶ ንሕሪ ኮንካ ሕጂ እንታይ ኮንካ ምስ ህዝባዊ ግንባር ኮንካ ትቃለስ ነርካ ይትብሎ ስለዚ ተረድኡ ሰባት ኣበይናይ ኣበይናይ እእትዮም እፃወትልኩም ክትፈልጡ ትክለኩም ትግራዊ መንነት እዩ ዝብለካ ዘሎ ሎ ምስ ስደት መፅኡ እንታይ ኮንካ ኣብ ኤርትራ ሃላ ትግራዊ መንነት እዩ ዘይትብል ነርካ ካብ መን ሰማዕኻ ኢልካ መጉቶ ጉሓፎ ኣይጠቅመካን እዩ ትግረዋይ ኩቡር እዩ ንሪሙ ንዓዱ ዝዋደቅ እዩ ትግረዋይ ትግረዋይ እቲ ናይ ብሓቂ ትግረዋይ ኣነ ኤርትራዊ እየ ኣይብል ኣነ ሰማላዊ እየ ኣይብል ኣነ ዓረብ እየ ኣይብል ኣነ ሓደ እየ ይብል ኣነ ትግረዋይ ኢሉ ንሪሙ እዩ ዝዋደቅ ኣይኮነን ንተጋሩ ክትጠቕምዎ ንሃገርኩም ንህዝብኹም ዘሪኩም ንተጋሩ ተጋሩ ኢና እናበልኩም ከማን ንተጋሩ ሓዊ እትይኹምሎም ኣለኹም ጓሓፋት ጓሓፋትን ጓሓፋት ልዕሊ እስያስን ህግደፍን ንህዝቢ ኤርትራ በቲንኩሞ እዕኒኹማ ዘለኹም ንስኹምሞ ገሊኹም ዓረብ ትምፁ ገሊኹም ኣንድነት ትምፁ ገሊኹም ተጋሩ ኢና ትምፁ ገሊኹም ዞባ ትብሉ ገሊኹም ሓደ ትብሉ ገሊኹም ሓደ ትብሉ ፀሪኹም ዘይትፀርዩ ንስኹም ደገፍቲ ናይቲ ኣፅናት እሰያስ ኢኹም ብስነ ሓሳብ ብስነ ሓሳብ እንድሕሪ ንህዝቢ ትዕንዎ እንድሕሪ ኮንካ በቃ ካብቲ ካልእ ፀላኢካ ዝፈልየካ ነገር የለን የለን ህዝቢ ኤርትራ ሎሚ ኣነ ዓረባዊ ኣነ ትግራዋይ ኣነ ኣንድነተወ ክብል ይግብኦ ኣብ ውሽጢ ሃገር ይፀንት ኣብ ሰሃራ ይጠፍእ ኣብ ባሕሪ እንዳፀነተ ካብ ኩሉ ወፂኡ እውን ኣብ ፍቆዶ ስደት ዘሎ እውን ገሊ ይሕነቕ ገሊ ይቃተል እንታይ ኮይኑ ዝቃተል ዘሎ ጭንቀት ዘይኮነን ነዘን ኩለን መበኣሲ ነጥብታት ኣምፂኹም ትሰርሑ ዘለኹም ሰባት ልዕሊ እቲ ህግደፍ ንስኹም ዘጨነንቁዎም ሰባት ብከምዚ ተሓራሪዮም ዝቃተሉ ውሑዳት ኣይኮኑን ስለዚ ግዜ ይህልዎ ክኾን እዩ ንስኹም ብሕግን ሕጋውነቱ ንዓኹም ፈንጠር ክነብለሉ መዓልቲ እውን ኣይሆፕ ንበፅሖ ንኸውን እስያስ ፊት ንፊት ንህዝቢ ኤርትራ ቀትሎ ኣሎ ንስኹም ግን ደለይቲ ፍትሒ እናመሰልኩም ግን ኣብ ውሽጢ ኤርትራ ኣብ ውሽጢ ኤርትራውያን ብዙሕ ሽግር ትፈጥሩ ዘለኹም ክሳብ ትማሊ ትማሊ ኣነ ኤርትራዊ መንነት እየ ትብሉ ነበርኩም ታንኳ ሎም ትግራዋይ መንነት እየ ትብል ኣለኻ ታንኳ ዓረባውን ኣነ ዓረባዊ ትብል ኣለኻ ዳ ሎቕማፅ ሰራቒ መደናገሪ ከምኡ ቢልካ ኣደናጊርካ ክትበልዕ ምዃንካ ስለ ዝፈለጥካ ሎቕማፅ ኣብ ኤርትራ ካለኻ ወይ ካብ ኤርትራ ውፅ ምስ በልካሉ ኣነ ትግራዋይ መንነት ኢልካ ትዛረብ ነርካ ዳኻ ኣነ ዓረባዊ እየ ትብል ነርካ ዳኻ ሽዑ ኣይነበርካን ኣደናጊርካ ከመይ ጌርካ ጆባኻ ትመልእ ኣብ ዘፅናዕካሉ ግዜ ግን ኣነ ትግራዋይ መንነት እየ ኣነ ዓረባዊ እየ ኣንድነታዊ እየ ትብል ምክንያቱ ኣንድነታዊ እየ ልከ ንድሕሪ ተዛሪብካ ህዝቢ ስለ ዘይቅበላ ገሊኡ ዝፃረፍ ገሊኡ ዘደንቕ ኣብቲ ቻነልካ መፅኡ ኩተሃናኾ ስለ ዝደለኻ ኢኻ እቲ ኣርእስቲ ከምኡ ትጥቀመሉ ኣነ ትግራዋይ ትብል ዘለካ ትማልን ቅድትማልን ተዛሪብካ ዘይትፈልጥ ሎሚ ትዛረብ ዘለካ ተኸስበሉ ምዃንካ ስለ ዝፈለጥካ ገሊኦም ዝፃረፉ ገሊኦም ኣጆኻ ዝብሉ ኣብኡ ተኣኪቦም ክውዕሉ ኣነ ዓረባዊ እዩ ትብል ዘለካ እውን ንሱ እዩ በቃ ወላ ሓንቲ ንስኹም መደናገርቲ ልዕሊ እስያስ ንህዝቢ ኤርትራ ምፅናት ትሰርሑ ዘለኹም ሰባት ኢኹም ስለዚ ክንሰርሓሉ ኢና ነዚ ኸዓኒ ክንተሓሓዝ ኢና ካብ ግዜ ናብ ግዜ ክንተሓሓዝ ኢና በብመድረኹ ክንከዶ ኢና ዋጋ ክኽፈሎ እዩ ዓወት ከዓ ክመፅእ እዩ ስለዚ ከም ኤርትራውያን ንእስያስን ጉጅሉ ንህግደፍን ክንቃለሶ ንድሕር ኮይና እዘን ኣብ ውሽጢ ደንበ ፍትሒ ዝስራሓ ዘለዋ ፈንጂ ንዕዐን ኣውፂኻ ጉሒፍካ መንገድኻ ፅፉፍ ከይገበርካዮ ንህግደፍ ክንቃለሶ ይንኽእል ኢና ህዝቢ ኤርትራ እውን ክፀንት እዩ ብእስያስ ህዝቢ ኤርትራ ክሓልፈሉ ይክእልኒ ብእስያስ ሕጊ ኣይትጸበ ብእስያስ ሕግን ሕጋውነትን ኣይንጸበ ብእስያስ ፓርላማ ክስራሕ ኣይክእልንዩ ብእስያስ ቅዋም ክርከብ ኣይክእልንዩ ብእስያስ ህዝቢ ኤርትራ ናጽነቱ ሰላሙ ከረግጽ ኣይክእልንዩ እስያስ ዝመርሓ ሃገር ህዝቢ ኤርትራ ክነብረላ ኣይክእልንዩ ሓዊያ ሓዊ ምክንያቱ ብኮነ ኢልካ ዝተሰርሐ ስራሕ ኣሎ ኮነ ኢልካ እሰያስ ምስ በዓል ኣቢ ወዘተ ኣብዚ ዝሓለፈ ግዜ እንታይ ይገብር ነይሩ እንታይ ይገብር ነይሩ ኣብ 1993 እንታይ ኢሉ ተዛሪቡ ኣብ ቴስዓ እንታይ ኢሉ ተዛሪቡ ወዘተ ወዘተ እንታይ ማለት ድዩ ብቁጠባ ዝዓነወት ክብለካ ከሎ ዓኒኻ ሃገር ትከውን ኣይትኽእልን ሃብኮይ ተሰሪሑ እዩ እዚ ንዕውት ክኾን ንሕር ኮይና ከዓ ንህዝቢ ኤርትራ ክትዕንዎ ኣለካ ቁጠባ ክትዕንዎ ኣለካ ምሕደሩ ክትዕንዎ ኣለካ ልክዕ ከም ዝስራሓል ዘሎ ሃገር ገዲፉ ዓቕሉ ፀይቦ ናብ ሰደት ገሊ ባሕሪ ጠፍእ ገቢ እዚ ብመደብ ዝስራሓል ዘሎ እዩ ፍለጦ ፍለጦ ምስ ተጋሩ ንተዓረቕ ፅቡቕ ክንተዓረቕ ዝግባኣና ህዝቢ ኢና ግን መራሕቲ ተጋሩን መራሕቲ ህግደፍ እዞም ኣብ ላዕሊ ዘለውን ፅባሕ ንጎ ካልእ ፈንጂ ክትኸሉ ኾን ዝኽእሉን ክንፈልጦ ክንቀል ኣለና እታ ገብሩ እሳያስ ኣፍ ልቦም ነፊሖም ብዛዕባ ታሪክ ህይወቶም ክገፁ ዘይክእል ሰባት ኣከባቢ ኣኪብዎም ኣሎ ስለዚ እዚ ምስ ተጋሩ ዝካየድ ዕርቅን ካልእ ካልእን እውን ክንከታተሎ ክንክእል ኣለና። ስኡን ፅባሕ ንጎን ህዝቢ ኤርትራ ፅናቱ ኮይኑ ክስራሕ ይከኣል እዩ። ስለዚ እዚ ነዚዩ ሓላፍነት ክትወስድ ኣለካ እቲ ኤርትራዊ ሓላፍነት ክንወስድ ከለና ሓላፍነት ክንወስድ ክንክእል ኣለና ነፍሲ ወከፍ ሰብ ኣነ ከለኹ ዶ ወይ ዝኸማይ ከለና ዶ ህዝብና ኣብ ከምዚ ምወደቐ ክንብል ክንከል ኣለና ከምኡ እንድሕር ከምኡ ዓይነት ኒሕ ኣብ ነፍሲ ወከፍ ሰብ ኣብ ነፍሲ ወከፍ ኤርትራዊ እናዓበ እንድሕር ዓብዩ እንታይ ኣለዎም እዞም ሓደ ክልተ ጉጅለ ኣብ ውሽጢ ባዕሎም ባዕልና ንባዕልና እኳ ንደቃትምና ከም ዘለዎም በቲ ዋርድይኦም ጌሮም ነቲ ወዲ ዋርድያ ወዲ ወዲ የቕትልዎ ከምኡ ዓይነት ስራሕ ይስራሕ ዘሎ ዋርድያ እስያስ በቲ ካልእ ስድራ ቤቱ ሽግር እንዳጋጠሞ እንከሎ ዋርድያ ኮይኑ ንእስያስ ክሕልዎ ይሓድር ሓደ እዚ ክስራሓሉ ህዝቢ ኤርትራ እውን ብግቡእ ክርድኦ እንድሕሪ ኮይኑ ነዚ ጉዳይ እዚ ነዚ ተካይዶ ቃልሲ ብታሪኽ ድዩ ብመንነት ድዩ ብልእላውነት ድዩ ወዘተ ወዘተ ብሃይማኖታት ኣልዒልካ ኣብ ውሽጢ ኤርትራውያን ዝግበር ደው ክብል ክኽእል ኣለኹ እዘን ብምልአና ውሽጢ ኤርትራ ዝትከላ ዘለዋ ፈንጅታት ንዕን ጉሒፍካ ንዕን ፍሒርካ ኣውፂኻ ጉሒፍካ ካየፅፈፍካ እስያስ ክንራኸኹበሉ ኣይንኽእል፣ ንወዲ እስያስ ክንራኸኹበሉ ኣይንኽእል፣ ንጉጀለ እስያስ ክንራኸኹበሎም ኣይንኽእል፣ ነቲ ህግደፍ ዝበሃል እውን ክንራኸኹበሉ ኣይንኽእል ኢና። እስያስ ውሕዳት ጉጅለ ሒዙ ንህዝባዊ ግንባር ዘጽነተ እዩ። እስያስ እንታይ እናገበረ መጽት ራዩ ግን ኣብ ደምበ ፍትሒ ኮይኖም ሱር ነቀል ንህዝባዊ ግንባርና ንቃለስ ዝብሉኻ ዘለዉ ሰባት ራእይዎ እንታይ እዮም ዝሰርሑ ዘሎ ራእዮም ንስኻ ሕጂ ከምዚ ክብሉኻ ከለዉ እንታይ ደኣ ኮይኑ እሰያስን ጉጅሉን ነዚ ኩሉ ተጋዳላይ ዝርሸን ረሺንዎ ዝስደድ ኣሰዲድዎ ዝእሰር ኣሲርዎ ዝቕተል ቀቲልዎ ዝጓሓፍ ብውሑዳት ገንዘብ ንምንታይ ጉሒፍዎ ኢልካ ሕሰብ ስለዚ እዚ ነገራት እዚ ተረዲእካ ብርድኢት ክትሰርሓሉ እንተዘይክኢልካ ክትዕወት ኣይትኽእልና ዝኾነ ሰብ ኣብ ደንበ ፍትሒ ብዙሕ ኣጀንዳታት ሒዞም ዝኸዱ ዘለዉ ሰባት ምንጪ ካብ እዮም ተረዳእዮም ሰራውር ክሳዶም ክሳብ ዝግተር ንእሳያስ ክፃረፉ ስለ ዝሰማዕካዮም ደለይቲ ፍትሒ እዮም ኣይትበል እቲ ንሳቶም ዝዛረብዎ ወይ ዘረባ ወይ እቲ ንሶም ዝኽተልዎ ስነ ሓሳብ ኢኻ ትከታተል ዘለካ እሱ ኢኻ ክትርዳእ ዘለካ እምበር ኣነ ሕጂ ሓሪቐ ክዛረብ ስለ ዝጸናሕኹ ደንበ ደላይ ፍትሒ ክትብለኒ ኣይኮንካን ዘለካ ኣነ ዝኽተሎ ስነ ሓሳብ ኣነ ዘልዕሎ ዘረባ ኢኻ ክትከታተል ዘለካ ክትርዳእ ዘለካ ስለዚ ኣብ ኮምኡ እቲ ርድኢት ናይ ደቂ ሰባት ኣብ ኮምኡ እንድሕሪ ዝያዳ ክስራሓሉ እንድሕር ተኻኢሉ እቶም ኣብ ውሽጢ ደንበ ፍትሒ ዘለዉ ብምሉኦም ክጓሓፍ እዮም ማለት እዩ ካብኡ ሓያል ውዳበ ሓያል ጥርናፊ ክመፅ እዩ ምክንያቱ ከም ደላይ ፍትሒ እሰያስን ጉጅልኡን ህግደፍን ካብዚ ወጻኢ ዝኾነ ነገር ሻዕብያ ከተእትወላ ይብልካ፣ ሽፍታ ከተእትወላ ይብልካ፣ ህዝባዊ ግንባር ከተእትወላ ይብልካ፣ ኣውራጃ ከተእትወላ ይብልካ፣ ዞባ ከተእትወላ ይብልካ፣ ሃይማኖት ከተእትወላ የብልካን። እዘን ኩለን እዚአን እእቲኻ እእቲ ዝሰርሕ ሰብ ግን ተረዳኣዮ ከም እሳያስ ፀላኢኻ እዩ ወይ እሳያስ ዝለኣኸ እዩ ወይ ንውልቃዊ ረብሓታቱ ዝኸይ ዘሎ ሰብ እዩ ተረዳእዮ ዝኾነ ሰብ መንእሰያት ብፍላይ መንእሰያት ብፍላይ ምክንያቱ መንእሰያት ንሕር ዘኒቐሑ ወላ ሓንቲ ዝፍታሕ ሽግር የለን ማለት እዩ ስለዚ መንእሰያት ብፍላይ ነዘን ነገራት እዚአን ኮፍ ኣቢልኩም ቀስ ኢልኩም ተረድእወን ቀስ ኢልኩም ተረድእወን እቲ ደምበ ፍትሒ ጥዑና ክህልዎ እንድሕሪ ኮይኑ ወይስ ተጠርኒፉ ሓደ ተግባራዊ ስራሕ ሰሪሑ ከም ህዝብን ሃገርን ክንድሕን እንድሕሪ ኮይና ነዘን ነገራት እዚኤን ፈላሊና ክንርደእን ክንክእል ኣለና። ኣነ ደላይ ፍትሒ እየ ስለ ዝበለካ ኣይትእመኖ። እንታይ ስነ ሓሳብካ በሎ። ሻዕብያ ሽፍታ ህዝባዊ ግንባር ሱር ነቀል ህዝባዊ ግንባር ሻዕብያ ዶ ሓደ ዶ እንድሕር እምጺልካ ዞባ ኣውራጃ እንድሕር እምጺልካ ሃይማኖት ተልዒልካ ብራዘር ንስኻ መቓልስቲ ኣይኮንካን ጥራሕ በሎ ንስኻ መቓልሰይ ኣይኮንካን ናተይ ጸላኢ እሳያስን ጉጅሉን ህግደፍን ነዚኣ ኣውራጃ የእትወላ ዞባ የእትወላ ሃይማኖት ኣየእትወላ ሽፍታ ኣየእትወላ ሻዕብያ ኣየእትወላ ህዝባዊ ግንባር ኣየእትወላ ኢልካ ጥራሕ ዕፀዎ ከምዚኣ ኢልካ እንድሕር ኣፅፊፍካ ከድካ ኩላ ፀሪያ ክትመፀካ እያ ካብዚኣ ወፂኻ ክትከይድ ዘለካ ኢኻ ንዓዳ ሳውን ልኡኽ መደናገሪ ሰልዩካ ዝኣተኻኺልካ ጉሓፎ መጠንቀቕታቱ ክእረም ዝኽእል ንድሕር ኮይኑ ፅቡቕ ክእረም እንተዘይክኢሉ ግን ባራ ኣኻ ትብሎ ዘለካ ብከምዚ ዓይነት ንፁር ቃልሲ ንፁር ስነ ሓሳብ ንፁር ውዳበ እንተዘይከድካ ንፁራት መራሕቲ እውን ኣብ ቅድሚት ከተምፅእ ኣይትኽእልንኻ ኣፃሪኻ ብብኩሉ ብቕዓቶም መሚኻ ስለ ዘይምፃኻዮም እንኳ እዩ ትማሊ ምስ ኣሕዋትካ ኣብ እስራኤል ብኻራን ገልን ዝተቋረፅካዮም ንትግራይ ኢልና ኢና ከፊልና ኢሎምኻ ስለዚ ፕሊስ መንእሰያት ብፍላይ መንእሰያት ብፍላይ መንእሰይ እንድሕሪ ዶንቂሩ በቃ ሕብረተሰብ ይጸንት እዩ ትርጉም የብሉ ንቑሕ መንእሰይ ዘይብሉ ሕብረተሰብ ተልዩ ህዝቢ ይጸንት እዩ ወላ ሓንቲ ስለዚ እቲ ሓላፍነት መንእሰያት ናትኩም ክኾን ኣለዎ ኣይትሕረቑ ርድኢትኩም ጥራሕ ክሰፍሕ ዘለዎ ሓደ ኣብ ጸግዒ ሰብ ኣይትኹኑ። ኣብ ጸግዒ ሕግን ንጹር ስነ ሓሳብን ንጹር ውዳበን ንጹን ኣመራርሓን ንጹር ጥርናፈን ኣብ ሕግን ሕጋውነትን ኣውጣም ኣለኩም እምበር እዚ ወዲ ዞባ ኢዶ እዚ ወዲ ሃይማኖት እዚ ወዲ ሓውበይ ወላ ሓውካ ይኹን በቃ ንህዝብን ሃገርን ትቃልስ ዘሎ እንትኾንካ ወላ ካብ ሓደ ዝማህፀን ዝወፅኻ ኩን በቃ ንሕስያ ዝበሃል ክብለካ ይብልን ኣብዚ ተቃላሳይ ንሕርሖን ቃልስኻ ንፁር እዩ ቃልስኻ ንባዕልኻ ኢልካ ትቃለሶ ኣይኮነን ቃልሲ ንውሉድ ወለደኻ ናይ መፃእ ወለዶታት ትቃለሶ እዩ ከምኡ ስለ ዝኾነ እዚ ደንበ ፍትሒ ክመዓራረ ክኽእል ኣለዎ ኣነ ክመሪሕ ኣይትብል ብቑዕ ሰብ መን ኣሎ ክመርሕ ዝኽእል ጥራሕ ብል ብቑዕ እንድሕር ንስኻ ብቑዕኻ መርሓና ትኽእልኻ ብለካ እዩ ህዝቢ ባዕሉ ኣነ ኣነ ኣነ ክመርሕ ኣነ ውጥዊጥ ዊጥዊጥ ነው። ብስነ ሓሳቡ ድዩ ብኩሉ ነገሩ ወላ ሕሉፍ ጌጋታት ፀኒሕዎ ሰብ እዚን እዚን ሲ ጌጋታት ዝተዛረብክዎ ነርኒ ይቕረታ ክብለካ ዘይክእል ሰብ ንሕሪ ኮይኑ ናብ ስልጣን ኣይተምፃዮ ኣይተምፃዮ ኣይተምፃዮ እንተ ብግርህነት ድዩ እንተ ብተንኮል ድዩ ንዓኻ በታኒ ሰብ እዩ ወላ ሓውኻ ይኹን በቃ ወላ ሓውኻ ይኹን ሓደ ገርህ እንድሕር ኮይኑ ወላ ዝተወደበ ወላ ፀላኣ ይኹን ሓደ ገርህ ስነ ፖለቲከኛ እንድሕር ኮይኑ ኣይጠቕመካን እዩ ኣይጠቕመካን እዩ ፖለቲከኛ ኣማቲ ሓያል ኣማቲ ክኸውን ኣለዎ ናይ ዓመታት ናይ ኣዋርሓት ናይ ወለዶታት ወ- ናይ ወ- ወለዶ ዝእምት ዝመርሓካ ትመርሖ ነ- መራሒ እንታይ ኢልካ ተምፅኦ ምሸትን ንግሆን ክትእርሞ ዋ ዘዚ ዝደረበዮ ጓሓፍ ክትፀርግ ደድሒርኡ እንታይ ኢልካ ናብ ናብ ስልጣን ተምፅኦ ናብ ስልጣን ተምፅኦ ሰብ ናይ ወለዶታት ዝእምት ሰብ ናይ ቃልስኻ ዝእምት ናይ ኣፈታትሓ ሽግራትካ ዝእምት ኣብ ውዳባታትካ ቅኑዕ ንፁህ ሰብ በሊሕ መስተውዓሊ ሓቀኛ ንስለ ህዝቡ ዝሓስብ ንውልቃዊ ረብሓታቱ ዘይግደስ ሰብ በቃ ብረብሓ ህዝቡን ብረብሓ ወለዶታትን ንጹር በሊሕ ሰብ ዝእምት ኣማራጺታት ኣማራጺ ሒዝልካ ዝመጽእ እምበር ሚእቲ ደሓን ዘረባ ክሰርሕን ጸኒሑ ሓንቲ ኣገዳሲት ዘረባ ኣምፅኡ ገይሩ ነታ ኩላ ነገር ክትቃለሳ ዝፀንሓ ጉሑፍ ኣቢሉ ዘጥፍኣ እንድሕር ኮይኑ ታልካይ ናብ ተምፅኦ ወላ ናይ ብሓቂ ተቃላሳ ይኹን ግርህነት ኣለዎ ግርህነት ዘለዎ ሰብ እንድሕር ኮይኑ ብፍላይ ዝዛረቦ ዘይፈልጥ ሰብ እንድሕር ኮይኑ ብፍላይ ኣብ ስልጣን ከተምፅኦ የብልካን ኣብ ስልጣን ተምፅኦ ሰብ ህዱእ ዘይቁጡዕ ምስተውዓል እዩ ዝብሎ ዝፈልጥ ቃልሱ ዝኽተሎ ስነ ሓሳብ ዝፈልጥ ህዝቡ ወይ ከም ቃልሱ ትምንቅስቓሱ ዝኽተሎ ኣይድዮሎጂ ፈሊጡ ዝዛረብ። ሲሉ ኣፉ ዝሃበ ዝዛረብ ሰብ ንሕሪ ኮይኑ ትርጉም የብሉን ትርጉም የብሉን ስለዚ ክትዕወት ንሕሪ ኾንካ ዓወት ክትጭብጦ ንሕሪ ኾንካ መን እዩ ብቑዕ እኻ ክትብል ዘለካ መን እዩ ንፉዕ መን እዩ ሓቀኛ መን እዩ ዘይንፈልጦ ከፍልጠና ዝኽእል ንዕኡ እኻ ንቅድሚት ከተምፅኦ ዘለካ ብኸመይ ንቕድሚት ይመጽእ ንዕኡ ኸኣ ትሕግዞ ዘለካ እምበር ደድሕርኡ እናኸድካ ጓሓፉ ክትጸርግ ኩሉ ግዜ ኣብ ስልጣን ንዕኡ ጥራሕ ክትሕልዋ ታልካ እዩ ብከምዚ ፍትሕን ለውጥን ክረጋገጽ ዝኽእል ነገር የለን የለን የለን ወወፅኡ ንህዝቢ ፈላላይ ዝዛረብ ሰብ ንሕሪ ኮይኑ ትርጉም የብሉን ማራሒኻ ብልእላውነትካ ድዩ ብመንነትካ ድዩ ብታሪክ ድዩ ብዘባ ኣውራጃ ኢሉ ድ ንህዝቢ ዘየፈላሊ ብሃይማኖት ኣልዒሉ ዘየፈላሊ ነዘን ኩለን እዚአን ክብርታትና እየን